ካብ ገዛና ብዕላል ብሰሓቕ ቀዳማይ ፍሉጥ እየ ብስርሐይ ተመጺኸ እውን ኣዘየ ኣዘየ ንፉዕ እዚ ኸኣ ካብ ስድራ ቤተይ ካብ ኣፍ ኣደይ ከኣ ከም ዝረኸብክዮ ንስኺ ትፈልጢ ኢኺ። እንዳ በለ'ዩ ንብዙሕ ጉዕዞይ ብሰላም ዘካይደኒ ዝነበረ። እዚ ፍቃርየይ፣ መካይይተይ ጥራይ ዘይኮነ ኣማኻርየይ፣ ኣብ እዋን ሓዘነይ እውን ንሱ ከም መጸናንዒየይ ኮይኑ ዝቐርብ ዝነበረ እንኮ ናተይ ሓላዪ እዩ ነይሩ። ሕጂ ግን ኣይግድን፣ በቲ ንነብሲ ወከፍና ናይ ውላድ ጸገም ከም ዝጸንሓና ምስ ተነግረና ተሰማሚዕና ዘምጻናዮ ውላድ ሕጂ ከነዕብዮ ኣይንኽእልን ኢና ክብለኒ ከመይ ማለት እዩ ሕጂ ዘዘንትወልኩም ዛንታ ኣነ እታ ተራኺት ኣብቲ ብጥዑም ኩነታት እትፍለጥ ስቴት ኣብ ኣሜርካ ኮይነ እየ ዘዘንትወልኩም ዘለኹ ኣይምሰልኩም ኣብ ቀዳማይ ዓለም ኬድካ ኣብ ሳልሳይ ዓለም ኩሉ መጨረሽትኡ ኣብ ዓለም ከም ዘለካ እዩ ደዘክረካ እቲ ናብራ ዋላ እኳ በበይ እንተኮነ እቲ ሂወት ግን ሓንቲ ሂወት ምኳና ሕጂ እዩ ዝርደኣኒ ዘሎ መጀመርታ ንኣሜርካ ክከይድ እንከለኩ ንመንግስተ ሰማያት ይከይድ ከም ዘለኩ ኩሉ ንብረተይ ንድካታት ዓዲለ እየ ናብዚ ሕጂ ኣብኡ ኮይነ ዘዘንትወልኩም ዘለኩ ቦታ ዝኣተኩ። መቸም ካብ ዓድካ ምስ ወጻካ ብዙሕ እዩ ዘጋጥመካ ፈተነታት፣ ልክዕ ከም ውሕጅ እንዳ ሰሓቀ'ዩ ዝመጻካ እቲ ፈተና ከኣ ኣብ ዓድኻ ስለ ዘየለኻ ድዩ ዋላስ ናብራ ስለ ዝኸበደካ'ዩ ብጣዕሚ'ዩ ዝድንድነካ ኣነ ኣብዚ ሂወት እዚ'የ ዘለኹ ክሳብ ሕጂ መውጽኢ ሲኢነ ተቀርቂረ ዝነብር ዘለኹ ሂወተይ ብውላድ ጥራይ ኣይኮንትን ተፈቲና ብሰንኪ ምስ ብዙሓት ምልላየይን ዝምድናይ ምትካለይን ብኡ ከኣ ይፍተን'የ ዘለኹ። ካብ ኤርትራ ካብ ዝወጽእ ልዕሊ ዓሰርተ ዓመት ኣቑጺረ ኣለኹ። መውጽኢየይ ከምቲ ኣብ ኩሉ ቻነላት ትሰምዕዎን ኣብ ኩሉ ሰብ ከኣ ብኣፉ ዝብሎን ኣነ ከምኡ'የ ወጽየ። ስድራይ ካብ ትሑት መነባብሮ ናብ ዝልዕል በለ መነባብሮ መታን ከቐይሮም፣ በቃ ወሲነ እየ ዝወጻኹ ሽመይ ንግዚኡ ክጥቀስ ኣይደልን እየ ወለደይ ገለ እኳ ከይጎደለኒ ክዓብን ክነብርን እዮም ኣኽኢሎምኒ ኣነ ተማሂረ ክሳዕ ኣብቲ ናይ ኮሌጅ ግዜ ዝበጽሕ ኣቦይ ጽቡቕ ስራሕ እንዳ ሰርሐ እዩ የዕብዩና ብድሕሪኡ ግን ንዕኡ ውን ሕማም ስለ ዘርከቦ ካብቲ ስራሕ እቲ ክቑጠብ እዩ ተገዲዱ ኮፍ ሞዋ ይብልኒ ብምባል ዓቕሙ ረኺቡ ከኣ እንዳ ሰርሐ ነዴይ እቲ ትሰርሖ እንክዚ ንገለ ሓገዝ ዝኾነኪ እንዳ በለ እዩ በቲ ንሳ ትሰርሖ ዝነበረት እንዳ ተሰከፈ ዝህባ ዝነበረ ኣደይ ውን በቲ ኣነ ዝሰርሖ ዘለኹ ስራሕ ንዓይን ንዓኻን ደኣ እምበር ንዓይ ንበይነይ ጥራይ ኣይኮንኩን እኮ ትሰርሕ ዘለኹ ስለምንታይ ኮፍ ዘይትብል እንዳ በለት እያ ትርብሾ ኣቦይ ግን ኣይኮነሉን ሂወቱ ይርኣ ስለ ዘሎ ናብርኡ ከኣ ብዘይ ብኡ ሓላፍነት ወሲዱ ከጓዕዛ ዝኽእል ኣካል የድልያ ከም ዘሎ ይርድኦ ኢዩ ኩሉ ሳዕ ግን እንታይ እሞ ክገብር ኣብ ሞንጎ ሕማም ኣጥቂዕዎ። እቲ ሓደ ሓወቦይ ኣብ ኣስመራ ዝነበረ በዓል ትካል ብዙሓት ሰራሕተኛታት ጌሩ ከኣ ደውፍር ኢዩ ኔሩ ኣብዚ ሕጂ ሰዓት እኳ ኣብዚ ኣሜርካ ኢዩ ዘሎ ኣብ ትምህርቲ ኣዝየ ግድስቲ ምዃነይ ኣቦይ ይፈልጥ ስለ ዝነበረ ነዚ ሓወቦይ በጃኻ ነዛ ጓለይ ኣብ ዝለዓለ ትምህርቲ መታን በጺሓ ክርእያ በጃኻ ኣብ ዝሓሸ ትምህርቲ የእትዋ እንዳበለ ዩ ብሞባይል ዝዛረቦ ዝነበረ። እዚ ሓወቦይ ከኣ ኣብቲ ሽዑ ሰዓት ስማፕ ጀሚሩ ስለ ዝነበረ ኣብ ናይ ስማፕ ትምህርቲ እየ ዝኣተኹ። ኣብ ካልእ ቦታታት ከይደ ገልታዕታዕ ከይብል ኣብኡ ትምህርተይ ተማሂረ ዝሓሸ ወረቐት ሒዘ ዋላ ክሳዕ ደገ ዘውጽኣኒ ወረቐት ስለ ዘሎ፣ ኣው ንኽውድእ እዩ ኣቦይ ኩሉ ሳዕ ዝመኽረኒ ዝነበረ። ሓወቦይ ከኣ ልክዕ ካልኣይ ደረጃ ትምህርተይ ምስ ወዳእኩ ነዚ ነገር ተግሂሉ ጸኒሑ ቀልጢፉ'ዩ ናብ ስማፕ ዘመዝገበኒ። ኣብኡ ከኣ ኣካውንቲንግ ከምኡ ከኣ ማናጅመንት ተማሂረ ኣብ ኣስመራ ስርሐይ ዝጀመርኩ። መመረቕታይ ልክዕ ከም መርዓ'ዩ ሓሊፉ ምኽንያቱ ኣብ ገዛ ኣነ እንኮ ስለ ዝኾንኩ። ስድራይ ብጣዕሚ'ዮም ዘፍቅሩኒ። ዝደለኽዎ ኩሉ ክገብሩለይ ኣይጽገሙን እዬም ባባ ከምዚኣ ደልየ ኣለኹ ማማ ከምዚ ኣባ ግበርለይ እንዳበሉኪ እየ ነቲ ሂወተይ በቃ ኣብ ባባን ኣብ ማማን ኣሞርኪሰ ዝኸይድ ዝነበርኩ እዚ ግን ጽቡቅ ነገር ኣይኮነን ንዓይ ኣብ ውሽጠይ ጥራይ ዘይኮነ ናብራይ ከመይ ጌረ ከም ዝገብር ውን ንቁርብተይ ዓመታት ኣጸጊሙኒ እዩ ተመሪቀ ኣብቲ ንግዚኡ ስራሕ ጀሚረሉ ዝነበርኩ ቦታ ከኣ ሓደ ከማይ ኣብ ስማፕ ተማሂሩ ብማናጅመንት ጥራይ ዝተመረቀ ወዲ ይረኽቦ እሞ ከመይ ኣለኻ ደሓን ዲኻ እንዳበልኩ ሰላም በልክዎ ንሱ ተቐዳዲሙ ሰላም ኣይበለንን ምኽንያቱ ኣየለለኹኽን ኣበይ ኢና ንፋለጥ ስለ ዝበለኒ ኣነ ድማ ዋእ ኣይትፈልጠንን ኢኻ ኣነ ደኣ እታ ኣካውንቲንግ ተማሂራ ካልኣይ ሳዕ ከኣ ማናጅመንት ዝተማህረት ኣይዘከርካንን እንዳበልኩ በቲ ንጥፈታት ንገብሮ ዝነበርና ከዘክሮ ጀመርኩ ኣብ መንጎ ሕጽረት ገንዘብ ስለ ዘጋጠሞ ካብቲ ትምህርቲ ከቋርጽ እዩ ተገዲዱ። ብኸምኡ ከኣ እዩ ንንውሕ ዝበለ ዓመታት ስለ ዘይረኣየኒ ዝረሰዓኒ። ኣው ኣቲ ንስኺ ዲኺ ቧእ እሞ ጎቢስኪ እንዲኺ ጨጉርኺ ፋሕ ኣቢልክዮ ገለ መለ ሽዑ ከምይ ዲኺ ኔርኪ ቀጣን ጓል ገሌኺ እኮ ኔርኪ እዋእ እንቋዕ በል ተራኸብና ኢሉ ሰላም በለኒ። ስርሐይ ስለ ዝፈለጦ ከኣ ምንጋረይ ኣየድልየካን እዩ ሕጂ። ኩሉሳዕ ክትመጽእ ትኽእል ኢኻ ዋእ ዓሚልና ከኣ ኹን እንዳበልኩ ከጻውቶ ዝጀመርኩ እዚ ወዲ ንኽፍቀር ሓንቲ ደቒቕ ምሕሳብ ዋላኳ ኣይተድልየንን እያ ብጣዕሚ ተፈቃሪ እዩ ኣዝየ ከኣ ዝደልዮ ግን ሂወት ስድራይ ከይለወጥኩ ከመይ ጌረ ከመይ ጌረ እዚ ክሓስቦ ይኽእል ሂወት ስድራይ ኣብ ጠልጠል ገዲፈያ ኣነ ናብራይን ሓዳረይን ምቾተይን ክመርጽ ከመይ ጌሩ ኢለ ክሓስብ ጀመርኩ ነዚ ወዲ እዚ ኣብ ቤት ትምህርቲ ከለኹ እዩ ዝጠመትክዎ ዓይኒ ዕዳጋ ኮይኑ ከኣ ልበይ ወኒንዎ ይርከብ ኔሩ ነዊሕ ከይተረኣኣኻ እንድሕር ጸኒሕካ ከኣ ገለ ኣለዎ በጃኹም ኣዝየ ናፊቐዮ እንታይ ከም ዝኾንኩ ኣይፈልጥን ሽዑ ንሽዑ ከድካ ሓኒቕካ ሰዓም ወይ መጺኒ ግን ክገብሮ ኣይከኣልኩን ተፋኒኒ ይኸይድ እሞ ልክዕ ኣብታ ዝመጻኒ ሰዓት ከኣ ንጽባሒቱ መጸኒ ካብኡ ዝጀመረ ርክብና ከኣ ምሸት ምሸት እንዳተራኽብና ብሞባይል ብቴክስት ብኹሉ ነገር ዝምድናና ከነትርሮ ጀመርና ካብዚ ሓሊፉ እዚ ኣፍቃሪየይ ሓደ ነገር ክገብረለይ ጀመረ ንስድራይ ከላልየኩም እሞ እታ ናይ መጻኢ ሰበይተይ እያ እዚኣ እንዳበልኩ ከላልዮም መታን በጃኺ ናብ ስድራይ መጺኺ ሌላ ግበሪ ምኽንያቱ ስድራይ ጠባዮም ይፈልጦም እየ ዘየላለኸና መን ኢልናኸ ንሕና ከነዛምደካ እንዳበሉ እዮም ዘሸግሩኒ ዘለዉ ሕጂ ኸኣ ርግቢተይ ረኺበያ ከለኹ ጸላም ድያ ጻዕዳ ከላልዮም በጃኺ ድሕር ጽባሕ ኣይትትረፊ ኢኺ ኢሉ ኣብ ፋዱስ ግዜ ጸወዓኒ። ኣብ ከተማ ከለኹ ብታክሲ ተቐቢሉ ከኣ ናብ ገዝኡ ወሰደኒ። ስድርኡ ፈሊጦም ጸኒሐም ግዲ ቀልቲፎም ሰላም ክብሉኒ ኣይተሸገሩን። ኣዲኡ ቡን እንዳገበረት ኣቡኡ ከኣ ንዕዛ ጓለይ በዚ ተቐመጢ ምሳሕ ክንቅርብ በለና። ኮፍ ኢልና ከኣ ኣብቲ መኣዲ ነናትና ብያቲ ሒዝና ጣይታና ጌርና። ኩሉ እቲ ተዳልዩ ዝነበረ ትሕዝቶ በሊዕና፣ በሉ ጥዑም ጥዑም እንዳበልና ኢና ኢልና ዕላልና ጀመርና። ኣቡኡ ቅድም ኢሉ፣ እዛ ጓለይ ሽምኪ ደኣ ኣይተላልይና፣ ወድና እኮ ነጊርና እንድዩ ግን ኣይንኣመንናዮን፣ መን ኢኺ ሽምኪ? ኣቀባጢሩ'ዩ ነጊርና። ከምዚ ምሽ ኣለኪ የይ እንዳ ወሰኹ ድዛረቡ ከምኡ ዩ ወድና ድዛረብ በጃኺ ሕጂ ዛጓለይ ንጹር ሽምኪ ንገርና እወ ሃብሮም ዛጓለይ ሃብሮም ኢሉ በቲ ዘስሕቕ ድምጹ እንዳጻወተ ሓተተኒ ኣነ ኸኣ ምሉእ ሽመይ ነገርክዎ ጓል ክስቶ ኣደይ ከኣ ከምዚ ትበሃል ኢለ ናይ ኣደይን ናይ ኣቦይን ሽም ነገርክዎ በጋጣሚ ኸኣ እዚ ኣቡኡ ነፍቃሪየይ ንወላዲቦይ ይፈልጦ ጸኒሑ፣ እዋ ኣቲ ንስኺ ዲኺ? በለኒ። ውሽጠይ ብስንባደ መሊኡ፣ ስምዒታተይ ሓቢኤ፣ እውይ ገለ ጥራይ ከይብለኒ ኣቦይ እንታይ ኢኻ ጌርካ? ኢለ ብውሽጠይ እናሓሰብኩ፣ እወ ኣነ'የ ጓል እዚ ብሩኽ ሰብኣይ! ኢሉ ሓቖፈኒ። ኣብታ ተሸጊረያ ዝነበርኩ እዋን እኮ ካብታ ዘይብሉ ካብ ጅቡኡ፣ በቃ ጓሕጒሐ ክወሲደሉ ገንዘብ እዚ ሰብኣይ ንዓይ ዝገበረለይ ኢሉ ሓቖፈኒ። ኡፍ ኢለ ነዚ ውሽጠይ ዝጸነሐ ቃጽሎት ልክዕ ዝሑልማይ ከም ዝተኻዕወሉ እንዳተዓጻጸፍኩ ክሓቕፎ ከምቲ ንሱ ዝደልዮ ክዛረብን ዝጀመርኩ በቃ ተፈቲሐ ልክዕ ከም ስድራይ ኮይነ'የ ሕጂ ከዕልሎ ኢለ ከኣ ነእምሮይ የእመንክዎ ኣብዚ ግዜ እዚ ኣነ ብናብራ ኣዝሽገረሉ ዝነበርኩ ሰዓት እዩ ሓወቦይ እንተበልኩ ሓወቦይ ውን ትካሉ ስለ ዘኽሰሮ ነቲ ንብረት ሸያይጡ ንደገ ንኣሜርካ ከም ዝኸደ እየ ዝሰማዕኩ ብዝተኻእለኒ መጠን ሓወቦይ ናብ ዝኸዶ ኣነ ኸኣ ክኸይድ ኣለኒ እዚ ሰብኣይ እዚ ኣብ ዝኸዶ ይቐንዖ እዩ፣ ኣነ ኸኣ ምስኡ ዀይነ ንስድራይ ክሕግዞም እየ ኢለ፣ ናብቲ ንሱ ዘለዎ ንስደት ቦታ ክወጽእ ወሰንኩ። ከምዚ እንዳበልኩ ንልዕሊ ሓደ ዓመት ኣብ ኣስመራ ኣብታ ስራሕ ዝሰርሓላ ዝነበርኩ ኰይነ ናብራይ ይገብር ኣብ ዝነበርኩሉ ግዜ፣ እዚ ኣፍቃሪየይ ንውሕ ዝበለ እዋናት ይጠፍኣኒ እሞ፣ ክድውለልወላ ተደለኹ፣ ሞባይሉ ተዓጽያላ ጥራያ ትብል ናብ ስድርኡ ከይደ ዋላ እንተሓተትኩ ንሕና ውን ሽታ ማይ ዩ ኮይንና ዘሎ እዛ ጓለይ እንዳ ፖሊስ ከይድና ሓቢርና ኣብዚ ኣሎ ኣሰሩ ኣብዚ ተረኺቡ ኔሩ ክብለና ዝኽእል ኣካል ከም ዘይረኸቡ ዮም ሓቢሮምና ዘለዉ እዛ ጓለይ በጃኺ ብትዕግስቲ ኮይንና ንጸበዮ ሓዲኡ ክንፈልጥ እምበር ወደይሲ ካብ ዝወጽእ ሸውዓተ ወርሒ ሕጂ ሻምናይ ወርሒ እንዳገበረ ዩ በለትኒ። ኣነ ኣዲ እዩ ከምኡ ኢላ ምስተዛረበትኒ ሰንቢደ'የ ምኽንያቱ ንዓይ ክነግረኒ ከሎ ንንውሕ ዝበለ ግዜ ኣብ መገሻ ከም ዝጸንሕ ብድሕሪኡ ተመሊሱ ክመጽእ ምዃኑ እዩ ነጊሩኒ እንታይ ደኣ ኣይነገሮምን ድዩ ደኣ ኮይኑ ኢለ ካልእ ነገር መታን ከይፍጠር ነዚ ነገር እዚ ሒዘዮ ትም እየ ዝበልኩ ኣብ ታሽዓይ ወርሑ እዚ ፍቃርየይ ኣብ ኬንያ ኮይኑ ደወለለይ ኣነ ኬንያ ኣትየ ኣለኹ ኣይትሓዝለይ ክነግረኪ ስለ ዘይነበረኒየ ከይትሻቀሊ እንዳ ደወልኪ ክኣ ንስኺ ኣብ ካልእ ነገር ንኸይትበጽሒ ኢየ ንኹሎም ስድራይ ዘይነገርክዎም ሕጂ ግን ኣጆኺ ኣምላኽ ብሰላም እእትይኒ ኣሎ ሕጂ ክኣ ፕሮሰስ ጀሚረ ኣለኹ ክሰልጠኒ ተስፋ ይገብር ጸሎት ግበርለይ እንዳ በለ ኢዩ ነታ ሞባይሉ ድዓጸዋ ብኢንተርነት ከይደ ክኣ ክረኽቦ ፈተንኩ ኣይሰለጠንን ከምቲ ኣነ ዝደለኽዎ ኣይረኸብክዎን ሓንቲ ግዜ ጽቡቕ ምስ ኣዕለልና ብድሕሪኡ ግን ናበይ ከም ዝኸደ ኣይፈለጥኩን ኣነ ውን ሰለስተ ወርሒ ድሕሪኡ ጸኒሐ ቀልጢፈ እየ ንኬንያ ክወጽእ ዝወሰንኩ ንስድራይ ልክዕ ከምቲ ኣፍቃርየይ ንስድርኡ ዝበሎም ከምኡ ኣማኻንየ ኣነ ከኣ ወጻኹ ካብተን ቀረባ ዝነበራ መሓዙተይ ሰልዲ ተለቃቂሐ ብሱዳን ገይረ ንኬንያ ድሕሪ ኣርባዕተ ወርሒ እየ ዝኣተኹ። እዚ ከኣ እቲ መንገዲ ኣዝዮ ኣስጋእን ብወተሃደራት ተኸቢቡ ስለ ዝነበረን እቲ ሰበርሳር ከሕልፈኒ ኣይከኣለን። ንግዚኡ ንዕምሳይ ተቐመጢ ኢሉ ኣብቲ ገዝኡ እዩ ዘቐመጠኒ። ጉዳያት ጸጥታ ደሓን ምስ ኮነ ከኣ ኣበጊሱ ናብ ሳልሳይ መዓልቲ ዘውግሕ እዩ ዘእተወኒ። ነዚ ፍቃደይ ከኣ በቲ ኩሉ ሳዕ ዝረኽቦ ዝነበርኩ ፈይስቡክ ገይረ ክረኽቦ ዋላ እኳ እንተ ፈተንኩ ግን ኣብ መስመር የለን እያ ትብለኒ። ናብ ኬንያ ኣብ ዝኣተኹሉ እዋን ግን እቲ ናቱ ፕሮፋይል ካብ ኬንያ ናብ ኣሜርካ ከም ዝኸደ ኣብቲ ኣካውንቱ ከንብቦ ጀመርኩ። ዋላ መሰጅ ተዘወደድኩሉ እዚ ሰብ እዚ ክምልሰለይ ኣብ ዘይክእል ቦታ ደሎ ክሳዕ ዝብል እየ ኮይነ። መልሲ ትም ሕትም ኮነ። ናይ ሓወቦይ ቁጽሪ ተሌፎን ካብ ኣስመራ ሒዘያ ስለ ዝተበገስኩ ብኡ ክድውለሉ እየ ፈቲነ ሓወቦይ ከኣ እዚ ብሩኽ ተቐበለኒ። ኣንቲ ፔንፔን ድኣ ወጺኺ መን ከ ከፊልልኪ ኢሉ ብስንባደይ ዝሓተተኒ ኣነ ከኣ ሓወቦይ በቃ ዝምለስ እዩ እቲ ገንዘብ ካብ መሓዙተይ ካብቲ ኣነ ዝሰርሖ ዝነበርኩን ኩሉ ነገር በቃ ኣኻኺበ ወጼ ሕጅስ ሂወት ስድራይ እባ ክልውጥ ከምዛ ንስኻ ወጺኻ ኩሉ መዳያት ናይ ቢዝነስካ ገለ ምስ ረኣኽዎ ከኣ ብጣዕሚ ቀኒኤ ሕጅስ ከምታ ንስድራኻ ኣነ ውን ንስድራይ ኢለ ወጽየ ኣለኹ በልክዎ እሞ ቁሩብ ዘይትዕገሲ ዲኺ ኣነ ክሕግዘኪ ድሉውየ ብስክፍታ ናተውሓጥኩ ስኻ ዝገበርካለይ ባእኽለካ ክንደይ ኣሽሓት ዲኻ ከፊልካለይ ኣብ ስማፕ ሕጅስ ባዕለይ ከብርየካ በጃኻ ንስኻስ ወልሓንቲ ወጻኢ ኣይተውጽእ ሕጂ ጥራይ ንእሽተይ ተሸጊረ ስለዘለኹ ሚእቲ ወይ ክልተ ሚእቲ ርኣየለይ ኢለ ክልምኖ ጀመርኩ ዋይ ዛጓለይ ኣነስ ኣቦኹም ኣትያ ኮንኩ እንዴ ኢሉ ሰለስተ ሚእቲ ሰደደለይ እንተ ሰሊጥኒ ኣብ ሽዱሽተ ወርሒ ከውጻኪየ ተዘይ ኮይኑ ግን ኣብ ዓመት ዩ ዋላ ተለቂሐ ተመርቂሐ ከውጻኪ ኣለኒ እዛ ጓለይ ኢሉ ሓሳቡ ጥራይ እኩል ኮይኑኒ ተረፍኩ ልክዕ ከምቲ ዝበለኒ ከኣ ሓደ ዓርከይ ኣሎ ሕጂ ገንዘብ ከለቅሓካ ኢሉኒ ኣሎ ፕሮሰስ ክጅምረልኪየ በለኒ እቲ ፕሮሰስ ከኣ ጀመረ። ኣብ ሓደ ዓመትን ፈረቓን ከኣ ናብዛ ኣፍቃሪየይ ደዊለሉ መሰጅ ሰየደሉ ዘይቅበላ ከተማ ኣተኹ። ኣብኡ ከኣ ምስ ሓወቦይ ንሰሙን ዝኣክል ምስ ተቐመጥኩ ካብኡ ገዛይ ክፈሊልየ ዝወሰንኩ። ምኽንያቱ ንዑ እውን ስክፍታዩ። ሕጅስ ኣብ ዝሓሸት ሃገር ኣትየ ኣለኹ። ባዕለይ ተዓጻጺፈ ንስድራይ ክሕግዞም ንሓወቦይ ተከኣልኩ እውን ኣብ ገዝኡ ኮፍ ኣቢለ ክምግቦ፣ በቃ ንሱ ይሕሸኒ እምበር ኣፍቃርየይሲ ተስፋ ቐቢጽኒ'ዩ እንዳበልኩ ነቲ መሰጀይ ተመሊሱ ከም ዝጸንሐ ከይረኣኹ'የ ዝተጓዕዝኩ። ድሕሪ ወርሒ ከኣ ነቲ ናይ ፈይስቡክ ኣካውንተይ ምስ ከፈትኩዎ መሰጅ ጸንሓኒ፣ ናይ ኣፍቃርየይ መሴጅ። ሓንቲ ፒሮ ኣብ ብርዒ ጽሒፋ ዘይትውድኦ ልክዕ ኮም መሰጅ ሰይድለይ። ዘይተቐበልኩዎ ምኽንያት ሓወቦይ በታ ንዝተማሃርኩሉ ትምህርቲ በዕሩኽቱ ኮለል ኣቢሉ ስራሕ ስለ ዝረኸበለይ ናይ ንጎን ናይ ምሸትን እየ ዝሰርሕ ዝነበርኩ። ኣብቲ ናይ ዕረፍቲ ግዜይ ግና ነታ ሞባይል ከፊተ ምስ ረኣኹዋ፣ ዝተደራረበ መልእኽትታት እየ ርእየ። ኩሉ ምስ ኣንበብኩዎ ከኣ ፍቕረይ ኣነ ስለ ዘይጠዓመኒ'ዩ ኣይትሓዝለይ ብምባል'ዩ ንመልእኽቱ ዝጀመሮ። ካልእ ከኣ ልክዕ ኣብዛ ዓዲ እዚኣ ምስ ኣተኹ፣ እዛ ዓዲ ናይ ስራሕ ቦታ'ያ፣ ተማሂረ ከም ዘይተመረቕኩ በቃ መሃይም ኮይነ እየ ኣትየያ። ሽዑን ሽዑ ከኣ ኣብ ትምህርቲ ክኣቱ ስለ ዝነበረኒ ትምህርቲ እንዳተመሃርኩ እየ ነዚ ሕጂ ዝሰርሖ ዘለኹ ስራሕ ዝጀመርኩ። ሓገዝ ገንዘብ ዋላ ሓንቲ ኣይነበረንን ብጀካ ንኸብደይ እትኸውን፣ መሕደሪተይ እትኸውን፣ ንማየይ እትኸውን በቃ ከምኣ ጥራይ እያ ትወሃበኒ ነይራ። ኣይከኣልኩን በጃኺ። እተን ኣይከኣልኩን ዝብለኪ ዘለኹ ከኣ ንስድራይ እንዳሰደድኩ ኣነ ዋላ ቆሪረ ዋላ ጠምየ ዘይሓድር እንዳበልኩ እየ ንስድራይ ድሰደሎም ዝነበርኩ ንዓኺ ከኣ ኣብ ዝሓሸ ቦታ ምስ ኣተኹ ክድውለልኪልየ በጃኺ ኣይትሓዝለይ ዝብል ቃላት እዩ ተጻሒፉ ዝረኸብክዎ ሽሕን ሽዑ መሰጅ ሰይደ ሕጂ ክትረኽበኒ ትኽእል ኢኻ ኢለ ጸሓፍኩሉ ሞባይለይ ካብቲ ሽዑ ሰዓት ኣትሒዘ ክማልኣ ጀመርኩ። ብመሴንጀር እንዳደወለ ከኣ ደሃየይ ክፈልጥ ኣነ ከኣ ደሃዩ ክፈልጥ ኣበይ ቦታ ከም ዘሎ ክንነጋገር ክንተሓታተት ጀመርና ንሱ ከኣ መለሰለይ ኣነ ኣብታ እስኻ ትብላ ዘለኻ ስተይት እየ ዘለኹ ኣድራሻኻ ስደደለይ እሞ ክንራኸብ መኪና ሒዘ ስለ ዘለኹ ኣነ ብመኪና ጌራ ክመጻካ በልክዎ ኣድራሽኡ ምስ ሰደደለይ ከኣ ትኽ ኢለ ዕረፍቲ ሓቲተ እየ ናብኡ ዝኸድኩ ካብቲ ዝነበሮ ከምቲ ኩሉ ሰብ መመጺኡ ዝገድፎ ከምኡ ኣይኮነን ኣካላቱ ናይ ጂም ኮይኑ እዩ ረኪበዮ ኩሉ ኣካላቱ ስርዕርዕ ዝበለ ጽፈት ዘለዎ ወዲ እየ ኮይኑ ረኪበዮ ጉልበት ወሲኩ ጪሒሙ በቃ ተለዊጥኒ ደሃዩ ድሕሪ ምሕታተይ ከኣ ኣነ ሕጂ ክገድፈካ ስራሕ ንክንድዜን ሰዓታት እየ የዕሪፈ ዘለኩ ስለዚ ክሳዕ ዝበጽሕ ግዜ ከይኣክል መታን እንኳዕ ፈለጥኳ እዛ ገዛካ እሞ ኣብቲ ናይ ሰንበት ዘለኒ ግዜ መጽየ ክዕለካ እየ ኢለዮ ከድኩ ኣብ ስርሐይ ኮይነ ብዛዕብኡ ክሓስብ ንሱ እንተለዩ ኣነ ውሕስነት ዝስምዓኒ ድብል ሓሳባት እቲ ቅድም ኣብ ኣስመራ ከለኩ ብዛዕብኡ ዝነበረኒ ኣረዳድኣ ክመጸኒ ዝጀመረ ካብ ናይ ሓወቦይ ገዛ ወጽየ ኣብ በይነይ ይነብር ስለዝነበርኩ እቲ ዝነበረና ኣቑሑት ሸያይጠ ናብኡ ምስኡ ተጠርኒፈ ክነብር እየ ዝወሰንኩ። መርዓውዲ መርዓ ሕጂ ኣየድልየናን እዩ። ናይ ምንታይ ብዙሕ ወጻኢታት ሕጂኸ? ስድራና ክነምጽኦም፣ ገንዘብ ክነውጽእ ኣብዛ ሕጂ ሰዓት ኣይትኸውን እያ ኢለ ምስኡ ተጠርኒፈ ክነብር ሕጂ'ውን ካልኣይ ሳዕ ሓሲበ ወሰንክሉ። ንስድራይ ደዊለ ከኣ ኣነን ንሱን ብሓንሳብ ኢና ዘለና። ክሳዕ ገንዘብ ኣኪብና መርዓና ንገብር ከኣ ምስኡ ተጠርኒፈ ኣለኹ። ነዝፍቃርየይ እውን ንስድርኡ ክነግሮም ከም ዘለዎም እየ ዝነገርክዎ። ንስድርኡ ምስ ነገሮም ንዕዖ እውን ተቐቢሎሞ እዮም። ግን መርዓ ስለምንታይ እዩ ትገብሩ ዋላ ጽብብ ኣቢልኩም? ኢሉ ኣቡኡ ዋላ እኳ ሓሳብ ተሃቦ ንሱ ግን ከምቲ ናተይ ሓሳብ ስለ ዝጸነሖ ኣቦይ ንሕና ቅድም ገንዘብ ክንእክብ ኢልና ደኣ እምበር ጽቡቕ ኣለኻ ከይንከሳሰር ኣኣብቲ ዘለናዮ ቦታ ከኣ በጃኻ ብስራሕ ኣቢሉ እዩ ዝፈላልየካ ሕጂ ብኮሚናት ጠርኒፍና ዘለና ኢሉ ይዛረቦ ከም ዝነበረ እዩ ነጊሩኒ። ኣቦኡ እውን ተቐቢልዎ እዩ። ብኡንብኡ ከኣ እቲ ናይ ሰብኣይን ሰበይትን ነገር ጀመርናዮ። ንሓደ ዓመት ከኣ ኮም ኢልና ርክብ እንዳገበርና ጸናሕና። ኣብቲ ናይ ርክብ ግዜ ኣነ ከይና ኮነ ካልእ መከላኸሊ ኣይጥቀምን እየ። እዚ ኩሉ ርክብ እንዳፈጸምና ኣብ ማህጸነይ ድቂ ክተሓዝ ኣይከኣለን። እዚ ካልኣይ ሳዕ ዋላኳ እንተፈተንናዮ ንኻልኣይ ሳዕ ሳልሳይ ሳዕ ውን ድቂ ክሕዝ ኣይከኣልኩን። በዚ ነገር እዚ ተሻቒልና ሕክምና ከይድና ምስ ተመርመርና ክልቴና ክንወልድ ከም ዘይንኽእል እዮም ሓቢሮምና። ኣነ ዝገረመኒ እንተሎ ክልቴና ብሓንሳብ ክንወልድ ዘይምኽኣልና እዩ። ኣዝዩ ገሪሙኒ። ክልቴና ብሓንሳብ ክንወልድ ኣይንኽእልን ኢና ኢልና ደጋጊምና ሓተትናዮ። እቲ ዶክተር ውን ክትወልዱ ኣይትኽእሉን ኢኹም ግን በጃኹም ርእስኹም ከይትስሕቱ ንስኻትኩም ናይ ውላድ ሃረርታ ከም ዘለኩም ርእየኩም ኣለኹ ከማኽረኩም ዝኽእል ምኽሪ እንተለኒ፣ ቆልዓ ክትወልዱ ኣይከኣልኩምን ማለት ቆልዓ ክተዕብዩ ወይ ደቀይ እትብልዎም ሰባት ይጠፍኡ ማለት ኣይኮኑን ብጣዕሚ ብዙሓት ህጻናትን ናጽላታትን እዮም ዘለዉ ገሊኦም ኣዲኦም ኣብ ግዜ ሕርሲ ይሞተኦም ገሊኦም ከኣ ኣቦኦምን ኣዲኦምን ብሓንሳብ ይስእኑ እሞ ኣብዚ ናይ እንዳ ኦርፋን ኣብኡ ይቕመጡ። ሕጂ ተደሊኹም ናጽላ ተደሊኹም ውን ዝዓበየ ቆልዓ ክትወስዱ ትኽእሉ ኢኹም ብሕጋዊ መንገዲ ኩሉ ፍቑድ እዩ ስለዚ ክትወስዱ ትኽእሉ ኢኹም ኢሉ እታ ዝሓሸት ምኽሩ ኣማኸረና። ኣነ ከኣ ምድሪ ሰማይ ጽቡቕ እዩ ዘሎ ሰላም እዩ ዘሎ ኢለ ሂወተይ ከምቲ ዝጀመርክዎ መወዳእትኡ ውን ከምቲ መጀመርትኡ ጌረ ስለ ዝሓሰብክዎ ትጽቢተይ ከምኡ ኮይኑ ንክውድእ እዩ እንተኾነ ግን ኩሉ ከምቲ ጽበካዮ ይጸንሓካ ማለት ኣይኮነን። ከምዚ ኢልና ብሕጉስ መንፈስ ኣይ ዋላ ሓንቲ ጸገም የብሉን ኣምላኽ ይህብ ኣምላኽ ከኣ ይኸልእ ሕጂ ንሕና ቀልጢፍና ጥራይ ናብቲ እንዳ ኦርፋን ንኸይድ እሞ የእምሮና ቀልጢፍና ንረሳርሶ። ኢሉ ቆልዓ ክንወስድ ከም ዘማኸረኒ እዚ ይፈልጥ። ኬድና ከኣ ካብኡ ካብቲ እንዳ ኦርፋን ወዲ ኣርባዕተ ዓመት ቆልዓ ሒዝና መጻና። ኣብ ገዛና ይጻወት እቲ ቆልዓ ልክዕ ከም ኣቡኡን ኣዲኡን እዩ ክርእየና ጀሚሩ። ብጣዕሚ ጽቡቕ ዝኾነ መፍታሕቲ ነዚ ቆልዓ እንዳ በልና ጽቡቕ ክንሓስበሉ ንዑ ዘድሊ ነገራት ክንምልኣሉ ኢና ንርከብ ኔርና። ኣጋጣሚ ግን ድሕሪ ሓደ ዓመት እዚ ኣፍቃሪየይ ሓደ ነገር ክኾን ጀመረ፣ ክጭነቕን በይኑ ኣብ ዓራት ክድቅስን መሊሱ ከኣ ድምጺ ዝብሃል ኣይደልን'የ ድምጺ ትፍኡለይ እንዳበለ መብራህቲ ኣጥፊኡ ጸልማት ዝፈቱ ሰብ ኮነ። ኣነ ብ ክንድኡ ክጽለል ቁርብተይ ተሪፍኒ። እንታይ ኢኻ ደሊኻ እንታይ'የ ክማልኣልካ ናይ ክልቴና ሓሳብ ኣይኮነን ድዩ እዚ ቆልዓ እዚ ምምጽኡ እንዳበልኩ ዋላኳ ዘትዛረብክዎ ስቕ በሊ ንስኺ ንስኺ ክኮስሒትክኒ ካብ ክንደይ ደለይተይ ካብ ክንደይ ኣፍቀርተይ ኽኮ ከምዘይ ወልድ ጌርክኒ ደለኺ ተረዲእክሎ ድዩ እንዳ በለ ብዙሕ ነገር እዩ ዝጫቃጨቅ ንዓይ ክወልድ ዘይምኽኣሉ ሓድሽ ነገር ኣይኮነን ምኽንያቱ ስደት ክወጽእ ከሎ ኣብ ሱዳን ካብ መኪና ስለ ዝወደቀ ማዕበስቲ ከም ዝገበረሉ ሓቢርኒ ነይሩ እዩ። ኣነ ጠንቂ ክኾን ኣይክእልን እየ። ናተይ ዘይምውላድ ተኾይኑ ከኣ ባህርያዊ እዩ። ዝኾነ ሓደጋ ኣጋጢሙኒ ይፈልጥን እዩ። ኢለ እየ ዘረድኦ ዝነበርኩ። ግን ንክልተ መዓልቲ ከምዚ ኢሉ ድሕሪ ምጽናሕ ብድሕሪኡ ይነፍሰሉ። ኣብ ሰሙን ክልተ ግዜ ግድነት እዩ ከምዚ ዝኸውን። ኣነ ከኣ ሳይኮሎጂስት ጸዊዐ ዋላ እኳ ከማኽሮ እንተፈተንኩ ንሱ ግን ዋላ ሓንቲ ሕማም ከም ዘይብሉ እዩ ዘረድኦም። ሓደ ሓደ እዋን እዚ ፍቃሬ ናብ ገዛና ከም ሰውሓም ኢሉ ምሳና ከዕልሉ ኢሉ ጸዓዱ ጀብጀባት ጨጉሮም ሒዙ ይመጽእ እዩ። ኣብ ኢዶም ብዙሕ ውቃጦ ዘለዎም ኣብ ኣጻብዖም ከኣ ብዙሕ ዝዓይነቱ ቀሌቤት ዝገብሩ ሰባት እዮም። ኣነ ከኣ እዞም ሰባት ከመይ ኢልካ ኢኻ ተላሊኻዮም? ኣበይከ ረኺብካዮም? ብምባል'የ ድሓቶም ዝነበርኩ። ንሳቶም ደኣ'ሞ የዕሩኽትና ቀዳማይ ነገር ዓሚልና'ዮም ኣብቲ ስራሕ ብጣዕሚ'ዮም በልኹ። ብኸምኡ ከኣ ኣነ ከተባብዖም ኢለ ንገዛና ሒዘዮም መጸ። ምጭውቲ በዓልቲ ቤት ኣላትኒ፣ እንዳ በልኪ ሒዘዮም መጺኤ ዘለኹ ከይተሕፍርኒ ኢሉ እዩ ካብ ክሽነ እቲ ዘድልዮም መግቢ ኣስኒቑ ዝሰደኒ ዝነበረ። ንሳቶም ከኣ ብቐጻሊ ምስኡ እንዳ መጹ ንዓይ ከዕልሉንን እስኺ ብጣዕሚ ጽብቕቲ ኢኺ፣ ነዛ ዓርክና ሰበይቲ ኢኺ ንስኺ፣ ብዋእ ተዓዲልሉ እምበር እንዳ በሉ እዮም ዘድንቑኒ ዝነበሩ። ነቲ ውላድና ኢልና ሒዝናዮ ዝመጻና እንዳ ሓቆፉ ብጣዕሚ ንፉዓት ኢኹም ኣብዚ ግዜ እዚ መን ይሓስቦ ከምዚ እንዳ በሉ እዮም ዝንእዱና ኣነ ምስዞም ጸዓዱ ከዕልል ከለኹ እዚ ሰብኣየይ ምልክት ናይ ቅንኢ ኮነ ድኾነ ነገር ኣየርእየንን እዩ ብጣዕሚ እዩ ዝድንጽወኒ ዝነበረ በብቑርብተይ በብቑርብተይ ከኣ ካብታ ገዛና እንዳ እንሰሓበ እዚ ሰብኣየይ ክጠፍእ ጀመረ ምንጽርጻሩ ከይኣኽለንስ ሕጂ ከኣ ናበይ እዩ ዝጠፍእ ዘሎ እዚ ሰብ እዚ እንታይ ግበር እዩ ዝብለኒ ዘሎ ንዓይ እንዳበልኩ እየ ዝጭነቕ ዝነበርኩ ብኡ ገይሩ ከኣ በጻሕን ተመላላስን ኣብ ገዛይ ኮይኑ በቃ ደሃየይ ብሞባይል እናፈለጠ ደሃዩ እቲ ቆልዓ ብኡ እንዳገበረ እቲ ዘድልየኒ ቀለብ ሚእቲ ሚእቲ እንዳ ሰደደ ይነብር ኣለኹ። እዞም ምስኡ ዝመጹ ዝነበሩ ጸዓዱ ከኣ ድሕሪ ዝተወሰነ ኣዋርሓት እንታይ ምዃኖም መንነቶም እንታይ'ዩ ክፈልጥ ክኢለ ኣለኹ። ንሳቶም ካብቶም ናይ ኢሉሚናንቲ ሰዓብቲ'ዮም። ብጣዕሚ ብዙሕ ዝኾነ ገንዘብን መካይንን ኣለውኦም። ኩሉ ሳዕ እዮም ከኣ ዝሓቱኒ ሰብኣይኪ ናበይ ከም ዝኸደ ንሕና'ውን ኣይንፈልጥን ኢና። ግን ኣነ ብጣዕሚ'የ ድፈትወኪ ኢሉ ብሕልፊ እቲ ጀብጀብ ጻዕዳ ጨጉሩ ኩሉ ሳዕ'ዩ ዝፍትነኒ ዘሎ። ገንዘቡ ኣብቲ ገዛ ሻሕሻሕ እንዳበለ ምሳይ እንተኮይንኪ እዚ ገንዘብ'ዚ ንዓኺ ልክዕ ከም ወረቀት'ዩ እንዳበለ ብኢንግሊሽ ይስሕበኒ'ዩ ዘሎ። የሕዋተየ ኣነ ካብዚ ዓዘቅቲ'ዚ ንክወጽእ ኢለ'የ ኣብዚ ቻነል መጽየ ካብ መጀመርታ ኣትሒዘ እቲ ዛንታይ ዝነገርኩኹም። ንስኻትኩም ውን ምኽርኹም ኣደልዲልኩም ስለ እትህቡኒ ቅድሚ ምጽሓፍኩም የመስግነኩም። ነኮይ ከይነግሮ ኣፈይ ኣብ ትሽዑ ሰዓት በጺሑ ዋላ እንዳ ረኸበኒ ኣፈይ ግን ይሕተም ሰብኣይኪ ከመይ ኣሎ ኢሉ ዩ እንዳ ሓተኒ ኣነ ውን ጽቡቕ ኣሎ ደሓን ዩ እንዳ በልኩ እየ ካብቲ ዘረብኡ ዝሃድም ዘለኹ እዚ ጫዕዳ ጨጉሩ ኣብ ቤተይ ክመጽእ ከሎ ልክዕ ከም ሰበይቲ ኮይነ'የ ዝቕርበሉ። ዝኾነ ነገር ክዕለኒ ከሎ ከኣ ኣክቲቭ'የ። ኣብ ውሽጠይ ንሱ ክመጽእ ከሎ ዝስምዓኒ ስምዒት ከኣ ክገልጾ ኣይክእልን'የ። እዚ ወዲ ኣነ ከይተረድኣኒ እንታይ ጌርለይ ድዩ? ካብ ጨጉረይ ዶ ቆንጢሱ ወሲዱ'ዩ? ወይስ ደቂሰ ከለኹ ካብ ደመይ ወሲዱ ጠንቂሉለይ'ዩ? ኣነ እዚ ነገር እዚ ኣይተረደኣንን ዘሎ ስለዚ ኣሕዋተየ ምስዚ ወዲ ብጣዓሚ ብርትዑ ዝኮነ ፍቅሪ ይሕዘኒ ኣሎ ብምክርኩም ግን እዚ ነገር እዚ ክልውጦ ይክእል እየ ስለዚ ምክርኩም ኣይተውሕድለይ ኢኩም የቀኔለይ።